ይጥዕም ኣሎ ዶ እሞ ዝጠዓሞ ኩዕልልታ ይደምፅ ክብርና ኣምላኽ ይኹን ይጥዕም እዩ ከምዚ ዓይነት መደብ ክብርና ኣምላኽ ይኹን እግዚኣብሔር ይባረኽ ምስቲ ዘለኒ ግዜ ቅልጥፍ ኢለ ክኸይደ ነተን ተዋሂበና እንደብላ መልእኽተይ ክሕልፍ ጎይታ ይባረኽ ኣዝዩ ደስ ኢልኒ ምናልባት ዘይትድገም ዕድል እያ ኢለ ከዓ ስለ ዝሓሰብኩ እቲ ኣብ ልበይ ዘለኒ ነገር ሎማዓንቲ ክብል ዕድል ስለ ዝረኸብኩ ኣብ መንጎኹም ደስ ይብለኒ ክብሪ ንኣምላኽ ይኹን ከምዚ ዝብል ቃል ኣምላኽ ኣሎ ኣታ ሓወይ ልብቶም ቅዱሳን ብኣኻ ስለ ተጸናንዐሲ ዝብል ቃል ኣምላኽ ኣሎ እዚ ሕብረት እዚ በዞም መንእሰያት እዚኦም ብዙሕ ምጽንናዕ ረኺቡ እዩ። እግዚኣብሄር ይባርኽኩም እስከ በልዎም። እቶም ዓበይቲ እግዚኣብሄር ይባርኽኩም በልዎም። ንስኻትኩም ነዚ ሕብረት ንምጽንናዕ ኩንኩሞ ኢኹም። ከማኹም ዓይነት መንእሰያት ስለ ዘለውና ድማ እግዚኣብሄር ክብሪ ይውሰድ። ጾር ዝስከሙ መንእሰያት፣ ሓላፍነት ዝስምዖም መንእሰያት ስለ ዘለኹምና ኣብ መንጎና ብኣኹም ብዙሕ እዚ ሕብረት ይጸናናዕ እዩ። ብሓቂ ብለኩም ኣለኹ እዚ ሕብረት ጾር ኣይኮንኩሞን ነዚ ሕብረት እዚ ንምጽንናዕ ኮንኩሞ ኢኹም። ተስፋ ኣሎ እሞ ክትሃድእ ኢኻ ኢሉ ቃል ኣምላኽ። ኣባኻትኩም ብዙሕ ተስፋ ኣለና፣ ብዙሕ ተስፋ ድማ ንርኢ ኣባኻትኩም። ክብሪ ንኣምላኽ ይኹን። ሎም መዓንቲ ሓደ መሰረታዊ ዝኾነ ነገር ኣካፊለ ክወርድ እየ። ሓፂር መልእኽቲ እዩ ዘለኒ ክርስትና ብፍቕሪ ጀሚሩ ብፍቕሪ እዩ ዝውዳእ እዩ መልእኽተይ በቃ እዚኣ እታ መልእኽተይ ክርስትና ብፍቕሪ እዩ ዝጅምር ብፍቕሪ ድማ እዩ ዝውዳእ ዝብል መልእኽተይ ክሕልፈልኩም ዝደሊ ዘለኹ ማለት እዩ ክብርና ኣምላኽ ይኹን መፅሓፍ ኣብ ራእይ ዮሃንስ ክንግንፅል ኢና እሞ ንዓ ኣንቢበ ነቲ ሓሳብ ሕልፍ ሕልፍ ኢለ እቲ ቀንዲ መልእኽተይ ክብል እየ ማለት እዩ። ራእይ ምዕራፍ ክልተ ኣብ ራእይ ምዕራፍ ክልተ ስለ መጽሓፍ ስለ ማሕበር ኤፌሶን ሓደ ጽሑፍ ተባሂሉ ኣሎ። ነዚ ቃል ኣንቢብና ክንጸሊና ንእሽተይ ኣምላኽ ድማ ብቃሉ ብዝስዕብ ተኣምር ከም ዘጽንዖ እምነት ኣለኒ። ክብርና ኣምላኽ ይኹን። ከምዚ ዝብል ትቓል ናብ መልኣኽ ማሕበር ኤፌሶን ጸሓፍ እቲ ኣብ የማን ኢዱ ሸውዓተ ከዋኽብቲ ዝሓዘ ኣብ ማእከል እቶም ሸውዓተ ቀንዴል ወርቂ ዝመላለስ ከምዚ ይብል ኣሎ፣ ግብርኻን ጻዕርኻን ትዕግስትኻን ነቶም እኩያት ሰባት ክትጾሮም ከም ዘይከኣልካን ነቶም ሃዋርያት ኢና ዝብሉ እሞ ዘይኮኑ ተዓዚብካዮምሲ ሓሰውቲ ኮይኖም ከም ዝረኸብካዮም እፈልጥ ኣለኹ። ትዕግስቲ ከኣ ኣለካ፣ ስለ ስመይ ኢልካ ተጻወርካዮም ኣይሰልከኻን ግናኸ ነታ ቀዳመይቲ ፍቕርኻ ሓዲግካያ ኢኻ ኢሉ ተዛሪብዎም ማለት እዩ። ይቕጽል እዩ ድሕሪኡ ዘሎ ሓሳብ። ሓሳበይ እንታይ እዩ ስለ መጽሓፍ ስለዛ ማሕበር ኤፌሶን ብዙሕ መጽሓፍቲ ተጻሒፉ ዘሎ ኤፌሶን ተጻሒፉ ኣሎ ተወሳኺ ድማ ቀዳማይ ጥሜጦስን ካልኣይ ጥሜጦስን ኣብታ ማሕበር ጥሜጦስ የገልግል ስለ ዝነበረ ኣብቲ ማሕበር ኮይኑ ንዘሎ ነገር እዩ ተጻሒፉ ኣሎ ማለት እዩ። ሕጂ ነታ ማሕበር ተደኣ ከይድና ርኢናያ ንመጽሓፍ ኤፌሶን ተደኣ ከይድና ርኢናያ ኣበጋግሰኦም እንታይ ይመስል እታ ማሕበር እንታይ እያ ትመስል ነይራ እንተደኣ ኢልና እቲ ዝተተኽለትሉ ዓመተ ምህረት ካብ ሓምሳን ሓሙሽተን ካብ ሓምሳን ኣርባዕተን ክሳብ ሓምሳን ሓሙሽተን ዓመተ ምህረት እዚ ንዳሕር ክጠቕመኒ ስለ ዝኾነ ሓዝዎ ኢኹም ኣብ ሓምሳን ሓሙ ሓምሳን ኣርባዕተን ክሳብ ሓምሳን ሓሙሽተን ዓመተ ምህረት ዘሎ እያ እዛ ማሕበር እዚኣ ተመስሪታ ኣብ ሳልሳይ ሃዋርያዊ ጉዕዞ ናይ ሃዋርያ ጳውሎስ እዩ መስሪትዋ ሃዋርያ ጳውሎስ ነዛ ማሕበር እዚኣ ክምስርታ ከሎ ኣብቲ ማ- ኣብታ ኣብቲ ኣብቲ ቦታ እ፣ ኣዝዩ ብኣምልኾ ጣዖት ዝበዝሖ ስፍራ እዩ ነይሩ እቲ ቦታ እ፣ ትዝክሩ እንተ ደኣ ኾንኩም ኣብቲ ጽሑፍ ኣብ ግብረ ሃዋርያት ምዕራፍ 19 እዩ ዘሎ እቲ ታሪኽ እ፣ ኣርማ ኣርማጤስ ትበሃል ወይ ከኣ ዲማና ትበሃል ጣኦት ነይራ እታ ጣኦት ድማ ጳውሎስ ነቲ ትምህርቲ ሰቢኹ ነቲ ናይ ጣኦታት ነገር ከፍርሶ ምስ ጀመረ ብሓይሊ ተሲኦም ኣርማ ኣርጤሜክስ ናይ ኤፌሶን ዓባያ ኢሎም ብዙሕ ዝኾነ ተቃውሞ ንጳውሎስ ከም ዝመጾ ኣብ ከምዚ ዓይነት ኩነታት ጳውሎስ ነታ ማሕበር ተኺልዋ ብዙሓት ጠንቆልቲ ድማ እንታይ ገይሮም መጽሓፍቶም ኣቃጺሎም እዩ ዝብል ኣብቲ ምዕራፍ ዓሰርተ ትሽዓተ ነዚ ኩሉ ምስ ሰዓረ ነቲ መንፈሳዊ ዓለም ስዒሩ ሲ ብዙሓት ጠንቆልቲ ዝነበሩ ብዙሓት ድማ ካብቶም በዓል ዘብዕሉ ዝነበሩ ንጎይታ መጽኦም ማለት እዩ ብከምዚ ዓይነት ኣበጋግሳ እታ ማሕበር ተበጊሳ እዚ ሕጂ ዘንበብናዮ ድማ መጨረሻ ናይታ ማሕበር እዩ ማለት እዩ መልእኽተይ እንታይ እዩ ትውልዲ ምሕላፍ ዝብል ነገር እዩ ክብሪ ንኣምላኽ ይኹን ከማኹም ዓይነት መንእሰያት ስለ ዘለውና ዝሓልፍ ነገር ክህሉ እዩ ማለት እዩ ክብሪ ንኣምላኽ ይኹን ኣምላኽ ሎማዓንቲ ብዝህበኒ መልእኽቲ ኣነ ርግፀኛ እያ እቲ መልእኽቲ ካብ ኣምላኽ ከም ተቐበልክዎ እዚ መልእኽቲ እዚ ድማ ኣብ ልቢ ነፍሲ ወከፍኩም ክኸውን እዩ እግዚኣብሔር ድማ ብኡ ክዓዩ እዩ ንስኻትኩም ድማ ንትውልዲ ክተርፉ ኢኹም ክብሪ ንኣምላኽ ይኹን እና እዛ ማሕበር እዚኣ ብከምዚ ዓይነት ኣባጋግሳ ተበጊሳ ብብዙሕ ዝኾነ ጸጋ ዝተኻፈለት ማሕበር ድማ እያ። ኣብቲ ምዕራፍ ዓሰርተ ትሽዓተ እንተ ከይድና ርኢናዮ፣ ጳውሎስ ሓንቲ ቤት ትምህርቲ ነይራቶ፣ ጥራኖስ ትበሃል ቤት ትምህርቲ ነይራቶ። ኣብኡ እቶም ማሕበር ንክልተ ዓመት ትምህርቲ ወሲዶም። ዛስዋ እዩ ክጽሕፈሎም ከሎ ሕጂ ኣብ ኤፌሶን ሰማያዊ ነገር ጽሒፍሎም እዚ ተሓዙ ዝግደፉ ገለ ኣይኮነን ኢሎም እንታዳ ኢልዎም እቲ ዘለዎም ሰማያዊ ነገር እቲ ናይ ኣጀንዳ ኣምላኽ እዩ ኣብ ኤፌሶን ተገሊጹ ንረኽቦ ኣምላኽ ንዝደሓነ ህዝቡ ዘለዎ ምኽሪ ዝገለጸሉ መጽሓፍ ኣዝዩ ሃብታም መጽሓፍ ሲ መጽሓፍ ኤፌሶን እዩ እቲ ምስጢር እቶም ሰባት ፍልጠት ዝተዓጥቁ ሰባት እዮም ነይሮም ኣዝዮም ብፍልጠት ዝተዓጥቁ ሰባት እዮም ነይሮም ጳውሎስ ንክልተ ዓመት ምሉእ በዚ ናይ ሕጂ ተዳ ርኢናዮ ናይ ቴኦሎጂ ተምሃሮ ዘለዎ ወይ ድማ እቶም ኣባላት ናይታ ማሕበርሲ ምሩቓት ናይ ቴኦሎጂ እዮም ማለት እዩ ምክንያቱ ጳውሎስ ውርድ ኢሉ ብቲ ምዕራፍ 19 ካብ ምምሃርኩምን ካብ ምምዓድኩምን ንሰለስተ ዓመት ኣያቆረፅኩን ኢሎም ሰለስተ ዓመት እዩ ምስኦም እንታይ ገይሩ ነይሩ እቲ ክልተ ዓመት ግና ነቶም ደቂ መዛሙርቲ ዝበሃሉ ፈልዩ ኣብ ቤት ትምህርቲ ይምህሮም ከም ዝነበረ ኢና ንርኢ ማለት እዩ እና ኣብቲ መልእኽቲ ናይ ጳውሎስ ሕጂ ኣብታ መጽሓፍ ኤፌሶን ክጽሕፈሎም ከሎ ፎከስ ገይሩ ዘቐመጦ ነገራት ግና ነይርዎ በረኸቶም ነጊርዎም ክልተ ዓበይቲ ጸሎታት ከዓ ጸሊሎም እታ ሓንቲ ይዒንቶም ክኽፈት ክርእዩ ክኽእሉ ክብርና ኣምላኽ ይኹን ሎሚ ዓንቲ ኣብ መንጎኹም ምኽፋት ይዒንቲ ይኹነልኩም እግዚኣብሄር ምኽፋት ይዒንቲ ይሃብኩም ዝተኸፍተ እንታይ ይገብር ይርእዩ ይርእዩ እስከበሉ የዒንቱ ዝተኸፍተት ኣይገብሪ ይርኢ እዩ ክብሪ ንኣምላኽ ይኹን ክልተ ዓበይቲ ጸሎት ጸሊሎም ሓንቲ ይዒንቶም ክኸፍቱ እታ ሓንቲ ኸዓ እታ ንፍልጠት ሓለፍ ትብላ ፍቕሪ ክርስቶስ ክትፈልጥዋ ኢሉ ተዛሪብዎ ማለት እዩ ሕጂ እዛ ማሕበር እዚኣ ዝተነቐፈትሉ ነቐፋ ከዓ እንታይ እዩ ኣብታ መበገሲትና ከም ዝረኣናያ ኣብታ ኣብ ራእይ ዮሃንስ ዘላ ነታ ቀዳመይቲ ፍቕርኻ እንታይ ጌርካ ኢኻ ሓዲካያ ኢኻ ኢልዎም እዩ ማለት እዩ እዚ ኩሉ በረከቶም ፂሒፍሎም ክልተ ነገር ፀሊሎም ካብተን ክልተ ኣገደስቲ ነገር እታ ሓንቲ ምክፋት ይዕንቲ እያ ምክፋት ይዕንቲ እስከ በሉ ምክፋት ይዕንቲ እታ ከለይቲ ከዓ እታ ንፍልጠት ሓለፍ ትብላ ፍቅሪ ክርስቶስ ክትፈልጥዋ ጳውሎስ ምሂርዎም እዩ እዞም ሰባት እዚኦም ይዕጢቕዎም እዩ ኣዝዮም ብፍልጠት እንታይ ዝገበሩ እዮም ዝተመልኡ ሕብረት እዮም ክብሪ ንኣምላኽ ይኹን እቲ ናቱ ጎል ግና እታ ሕብረት ደጊሙ ደጋጊሙ ኣብ ፍቕሪ ትኹረት ክገብሩ ተዛሪቡ። ምኽንያቱ ፍቕሪሲ ንፍልጠት ሓለፍ ትብለ እያ ኢሉ ኣሎ። ተማሂሮም እዮም ሓደ ነገር ግን ከይዝንግዑ እዩ እንታይ ገይርዎም ኣቴንሽን ሂቦም ዋላ ኣብቲ ምዕራፍ ኣርባዕተ ከኸይዶ እንታይ ኢሎም ኣሎ ድሕሪ ሕጂ ንሕና በቲ ካብ ምፍሓስ ስሕተ ምብጥባር ሰብ ሶሪ ድሕሪ ሕጂ ንሕና በቲ ካብቲ ብምጥባር ሰብን ንምፍሓስ ስሕተትን ዝኸውን ተንኮል ዝመጽእ ናይ ትምህርቲ ኩሉ ንፋስ ነውነጀው ንድፋእ እንክብከብን ቆልዕ ምእንቲ ከይንኸውንሲ ብፍቕሪ ንሓቂ እናሰዓብናያ ናብቲ ርእሲ ዝኾነ ክርስቶስ ንዕበ ኢሉ ኣብ ምዕራፍ ኣርባዕተ ኸኣ መሊሹ እዚ ነገር እዚ ኸኣ እቲ ዕቤትሲ ንሓቂ ክስዕብዋ ከለዎስ ፍቕሪ ሒዞም ክስዕብዋ ተዛሪብዎም ማለት እዩ እምበኣር እዚኣ መልእኽቲ እዚኣ ሕጂ እታ ንጢሞቴዎስ ክጽሕፈሉ ከሎ ኸኣ እቲ መጀመርታ ጳውሎስ ንዕኦም ክፅሕፈሎም ከሎ ኣብ ሓምሳን ኣርባዕተን ሓምሳን ሓሙሽተን ዓመተ ምህረት እዩ ፅሒፍሎም ካብኣ ከይዱ ከዓ ንጢሞቴዎስ ክጽሕፈሉ ከሎ ከኣ ኣብ ስሳን ክልተን ክሳዕ ስሳን ሓሙሽተን ዓመተ ምህረት ዛት ሚንስ ክንደይ ፍልልይ ድኾን ደሎ ናይ ሸውዓተ ዓመት ፍልልይ ኣብቲ ማሕበር ዘነቓንቕ ነገር ተፈጢሩ ዛትስ ዋይ ንጢሞቴዎስ ኣብኡ ተቐመጥ ኢልዎ ኣብታ ማሕበር እንታይ ግበር ተቐመጥ ኢልዎ ክእዝዞ ከሎ ሕጂ ከመይ ጌሩ ኣገልገልቲ ክሸየም ከም ዘለዎ እቶም ክእለዩ ዘለዎም ክእለዩ እቶም ክግንሑ ዘለዎም ክግንሑ ነጊርዎ ኦልሬዲ ኣብቲ ማሕበር ሓሰውቲ ነቢያት ተሲኦም ነይሮም ማለት እዩ ኣብ ሸውዓተ ዓመት ራእይ ዮሃንስ ክፀሓፍ ከሎ ከዓ ኣብ ቴስዓ ክሳዕ ቴስዓን ሓሙሽተን ዓመተ ምህረት እዩ ራእይ ዮሃንስ ድማ ብራእይ ዮሃንስ ነታ ማሕበር ክርያ ከሎ ነጊርዎም ፅቡቕ ነገሮም ኣዝዩ ብዙሕ ፅቡቕ ነገር ኣለዎም እንታይ ኢልዎም ግብሪ ኣለዎም ኣገልግሎት የገልግሉ እዮም ብጣዕሚ እዮም ነገልግሎት ዘገዩ እፃወሩ ድማ እዮም ኣብ መንጎኦም ሓሰውቲ ተረኺቦም ጼሮሞም እዮም ፈሊጠሞም እዮም ድማ ፃዕሪ ከዓ ኣለዎም ንጎይታ ከዓ ዕዩ ኣይገደፉን እዚ ኩሉ ፅቡቕ ነገር ኣለዋ እታ ሕብረት ምክንያቱ ንሓሰውቲ ክለልዩ ዝኽኣሉ ምክንያት እንታይ እዩ ፍልጠት ስለ ዝነበሮም እዩ እቲ ፍልጠት ሲ ኣይነዓቕን እዩ ኣገዳሲ እዩ ስለ ፍልጠት ሲ ቃል ኣምላኽ ክዛረብ ከሎ እንታይ ኢሉ ኣሎ ኣብ ሆሴ ህዝበይ ሰኣን ፍልጠት ይጠፍእ ኣሎ ኢሉ ፍልጠት ብጣዕሚ ይገዳሲ ፍልጠት ብጣዕሚ ይገዳሲ ኣብ ኣብ ቆሎሴ ድማ በቲ ፍልጠት ፍቃዱ ብኩሉ መንፈሳዊ ጥበብን ክትመልኡ እጽልየልኩም ኣለኹ መንፈሳዊ ጥበብን ኣእምሮን ክትመልኡ እጽልየልኩም ኣለኹ ኢሎም ሕጂ እቲ ንፍልጠት ዘለዎ ነገር ጳውሎስ ብጣዕሚ ወሳኒ ነገር እዩ ግና እቲ ቀንዲ ክሕልፈሎም ዝደለየ ነገር እንታይ እዩ ዘይጠመትዎ ነገር ከጠምቶም ይደሊ ነይሩ ዛሱ ሕጂ እንተ ጸብፂብናዮ እቲ ዓመት ካብታ እታ ማሕበር ዝተመስረትትላ ወይ ድማ ጢሞጤዎስ ኣብ ዝነበረላ ዓመት ክሳዕ እታ ራእይ ዮውሃንስ ዝኾነትላ ዓመት ሰላሳ ዓመት ካብ ዕስራን ሓሙሽተን ክሳብ ሰላሳ ዓመት ጥራይ ትርሕቀት እታ ማሕበርሲ እንታይ ኮይና ተነቓኒቓ እንተ ደኣ ሕጂ ርኢኹማ ድማ እታ ማሕበር ኣብታ ኤፌሶ ኣብታ ዓባይ ቱርኪ ትበሃል ዝነበረት ሕጂ እታ ምድሪ ኣብ ቱርኪ ዘላ ማለት እዩ ዓባይ ኤስያ ትበሃል ዝነበረት እታ ምድሪ ምድሪ ቱርኪያ ማለት እዩ ምድሪ ዓረብ ኮይና ማለት እዩ እቲ ቀዋሚ ቀንዴልካ እንታይ ክገብሩ እየ ኢልዎም ክንቀሳቅሶ እየ ኢልዎም ክብሪ ንኣምላኽ ይኹን መልእኽተይ እንታይ እዩ ፎካስና ካብ ኣገልግሎትና ሓሊፉ ፎካስና ካብቲ ንገብሮ ሓሊፉ እቲ ናይ ጎይታ ዕምቀት ፍቕሪ እንተ ደይከይዱ ወለዶ ከነሳግር ኣሸጋሪ እዩ ድኸውን ማለት እዩ። እታ ንፍልጠት ሓለፍ እትብላ ፍቕሪ ክርስቶስ ኣብ ልቢ ነፍሲ ወከፍ እንተ እንተ ሪኢኹምስ ኣብ ውሽጢ ሰላሳ ዓመት ርሑቕ ኣይኮነን እቲ ዓመታት ሲ ኣዝዩ ቅርቢ ዓመት እዩ ሰላሳ ዓመት ከባቢ ጥራይ እዩ እንታይ ኮይኑ እቲ ነገር ኣጋጢሙ ማለት እዩ እታ ቀንዴል ድማ እንታይ ኮይና ዘቢላ ኢልዎም ዘቢላ ኢልዎም ከመይ ተረዲእኒ ነዚ ቃል እዚ ከጽንዖ ከለኹስ ሓንቲ ሽምዓሲ እታ ውደላ ቀንዴል መቸም ዘይቲ ትምላእ እንድያ እታ ሕብረት ዘይቲ እኳ ኣለዋ እዩ ስለ ዝቐነነት ግና ትፈትሊ እንታይ ክኾን ኣይከኣለን ክነድድ ኣይከኣለን ስለዚ ዝኾነ ነገር እንተ ደኣ ክንበርህ ኮይናሲ እታ ፍቕሪ ወሳኒት እያ ማለት እዩ እታ ሽምዓ በይና ክትነድድ ኣይትኽእልን እያ ኣብታ ሽምዓ እንታይ ኣሎ እዩ ፈትሊ ኣሎ ምሽ ሕጂ እቲ ፍቅሪ ልክዕ ከም ምስሊ ናይታ ፈትሊ እዩ ማለት እዩ ከም ምስሊ ናይታ ፈትሊ እዩ ንሕና ከ ኣብዚ ምድሪ እዚ ብርሃን ክንከውን ኢና ተጸዊዕና ዮሃንስ ሲ ዝነድድ ብርሃን ነበረ ኢሉ ሰባት ኣብ ዝሪኡ ክእከቡ ሲ ብርሃን ዘብርህ ነገር ነይርዎ ክብሪ ንኣምላኽ ይኹን እና እታ እታ እታ እታ ፍቅሪ ሲ ከምታ ፈትሊ ነታ ሽምዓ ንምብራህ እትኾና፣ ኣገልግሎትና ብምሉኡ ድማ ኣብ ፍቕሪ እንተድኣ ተታሒዙ ጥራይ'ዩ ዝበርህ ብርሃን ክህልዎ ዝኽእል፣ ዝትካእ ወለዶ ድማ ብድሕሬኹም ክህሉ ዝኽእል ናይ ሎማዓንቲ መልእኽተይ እዚኣ'ያ ማለት'ዩ። ክብሪ ንኣምላኽ ይኹን። እግዚኣብሄር ይዒንትኹም ይኽፈተልኩም። ፍቕሪ ድማ ኣብ ልብኹም ትንደድ። ፍቕሪ መሊኣ ኣብ ልብኹም ትንደድ። ክብሪ ንኣምላኽ ይኹን። ካልእ ጳውሎስ እንታይ ኢልዎም ኣሎ? ጉያይ ወዲኤ እየ ኢልዎም። ክርስትና ትጎየሉ ጎደና እዩ። ከምዚ በትሪ እናተቐባበልካ ዝጉየ ጉያ ትፈልጡ ዶ? እቲ ሓደ ነቲ ሓደ የቐብሎ፣ እቲ ሓደ ከዓ ነቲ ሓደ የቐብሎ። ክርስትና ናይ ምቅብባል ጎደና እዩ። ብድኻምን ብብርትዐን እዚ ኣብ ቅድሜኹም ዘሎ ወለዶ እታ በትሪ ንዓኻትኩም ክበኩም እዩ፣ ክጎይ ጸኒሑ ከረክበኩም እዩ። ኣብ ክርስትና ጠጠዋ ይበሃልኒ እስከ በሉ። ኣብ ክርስትና እንታይ ይግበርኒ ጠጠዋ ይበሃልን እዩ ኩሉ ግዜ ትጎዮ ጎደና እዩ ማለት እዩ ልክዕ ከምቲ በትሪ ሒዙ መፂኡ እናጎየየ ነቲ ሓደ ዘረክቦ እቲ ሓደ ከዓ ጎዩ ነቲ ሓደ እዩ ዘረክቦ ማለት እዩ እቲ ፋይናል ጎል የሱስ ምስ መፀ ጥራይ እዩ እቲ ጉያ ድውዳ ማለት እዩ ስለዚ ናይ ምሕላፍ ናይ ምሕላፍ ነገር ክህልወኩምሲ ጉያኹም ምልእቲ ክትከውንሲ እታ ፍቕሪ እንታይ ትኹን ኣብ መንጎኹም ትሃሉ ክብርና ኣምላኽ ይኹን የሱስ ክርስቶስ ጎይታ እዩ ምክንያቱ ጳውሎስ ጎዩ ንመን እታ በትሪ ሂብዎ ንጢሜጦስ ሂብዎ እዩ ኣነ ጉያይ ወድኤ ኢልዎ ክብሪ ንኣምላኽ ይኹን ኣነ እንታይ ገይረ ጉያይ ወድኤ እቲ ጉያ ግን ተወዲኡ ድዩ ኣይተወደእን ክብሪ ንኣምላኽ ይኹን ካብዛ ማሕበር ሎማዓንቲ እንታይ እየ ክሕልፍ ደለ ዘለኹ እዞም ሰባት እዚኦም ፍልጠት ኣለዎም ኣገልግሎት ኣለዎም ፃዕሪ ኣለዎም ትዕግስቲ ኣለዎም ሓደ ነገር ግን ኣብ መንጎኦም እንታይ ገይሮሞ ሸተት ኣቢሎሞ ክብሪ ንኣምላኽ ሸተት ኣቢሎሞ ሲ ጳውሎስ ከዓ ንዑ እዩ ዝፅዕረሎም ነይሩ ነታ ቀዳመይቲ ፍቕርኹም እንታይ ግበሩ ይኹም ኣይትሕደግዋ ይብሎም ነይሩ ኣብቲ ፅሑፋቱ ዮሃንስ ከዓ እታ ቀዳመይቲ ፍቕርኹም ትርኣ ደ ሒዝኩማ ከዓ እንታይ ክገብረ ከዝብላ ኢልዎም ስለዚ ትውልዲ ኣብ ድሕሬኹም ከምዘሎ ትትክእዎ ወለዶ ከምዘሎ እናሓሰብኩም ኣባኹም ኣብ መንጎኹም እንሪኦ ዘለና ፅቡቕ ዝኾነ ልብን ፅቡቕ ዝኾነ ምትሕሓዝን እናወሰኸ ይኽድ ምውሳኽ ይኹነልኩም ምውሳኽ ይኹነልኩም ሎማዓንቲ ካብ ዝዕንቅፈኩም ነገር ብናይ ክርስቶስ ይዕንቲ ጠሚትኩም እንታይ ክትገብርዎ ከተልዕልዎ እዩ መልእኽተይ ማለት እዩ። ሓደ ሕቶ ክሓትት እየ ንነፍሲ ወከፍኩም ግን ከኣ ዘይትምልሱለይ ኣብ ነፍሲ ወከፍኩም ግን ክምለስ ዘለዎ ነገር ማለት እዩ ንምንታይ እየ ዘገልግል ዘለኹ ዝብል ሕቶ ንምንታይ እየ ዘገልግል ዘለኹ እዚኣ ኣብ ልብኹም እንታይ ግበሩ ይኹም ሕሰብዋ ንምንታይ እየ ከ ዘየገልግል ዘለኹ ኢልኩም ከዓ ሕሰቡ ንምንታይ እየ ከ ዘየገልግል ዘለኹ ዘገልግሎ ዘለኹ ኩሉ እንተ ደኣ ሰባት ስለ ዘገልገሉ እንተ ደኣ ኾይኖም ኣይጠቅምን እዩ። ዕዳ ከም ዘለኒ ተሰሚዑ እንተ ደኣ ኾይኑ ኣይጠቅምን እዩ። ነገልግል ዘለኹ ጉያሲ ፍቕሪ ክርስቶስ እንተ ዘይኮይኑ ኣይቅጽልን እዩ። ካብ ፍቕሪ ዘይተበገሰ ነገር መቐጸልታ ይብሉን። እቲ ዘየገልግል ዘሎ ሰብ ከዓ እንታይ ክሓስብ ግቦ እዩ? እቲ ዘየገልግል ዘሎ ሰብ ከዓ ንምንታይ እዩ ዘየገልግል ዘሎ ከዓ ክሓስብ ግቦ እዩ። ድራኺ ናይ ውሽጥናሲ እንታይ ክንገብሮ ኣለና ኢሉ ደለኹ ክንፍትሾ ኣለና እንተ ደኣ ደየገልግል ዘለኹ እንታይ ኮይነ ደይተደረኽኩ ፍርሁ ክርስቶስ እቲ ጎዲልኒ ዘሎ ናይ ክርስቶስ ነገር ዲ ኣብ ልበይ ዝሒልኒ ዘሎ ከገልግል ከለኹ ከዓ ድራኸይ ወይ ከዓ ሞቲቨይ ከዓ እንታይ እዩ ዝብል ሃቐና ክህልወኩም ሎማዓንቲ እዛ መልእኽቲ እዚኣ ኣብ ልቢ ነፍሲ ወከፍኩም ክጥመት ይደልያ ክብርና ኣምላኽ ይኹን ምክንያቱ ክርስትና ከምቲ ዝበልኩኹም ናይ ምቅብባል ጎደና ስለዝኾነ ማለት እዩ ክብርና ኣምላኽ ይኹን ኣብ ህይወት እናገልገልካ ከለኻ ኣብ መገላ ኣብቲ ኣገልግሎት ብዙሕ ከቢድ ዝመስል ቻለንጅ የጋጥም ዶ እወ ካብታ ፍቕሪ ክርስቶስ ግና እንታይ ይገብርን እዩ ኣይዓብን እዩ ከምዚ ኢለ ሓንቲ ፅሕፍ ትርእሲ እዚኣ ኢለ ናይ ሎማዓንቲ መልእኽተይ ክውድኤ ማለት እዩ መስማርን ማርቴሎን ሲ ብሓደ መዓየይቲ ምዃነን ኣይፈልጣን እየ ነይረ መስማርን ማርቴሎን መዓየይቲ ምዃነን ስኸ ይፈለጣ እታ ምስማር እንታይ ኢያ ትሓስብ ሕጂ ከዓ መፅያ ድሓር በዚሕዋ ምህራን በዚሕዋ ምህራን በዚሕዋ ምህራን በዚሕዋ ሓደ መዓልቲ በቃ ተወዲእዋ ንምንታይ ኸ ግን ኣብ ልዕለይ ኩሉ ግዜ ክትሃርምኒ ኢልክ ትትስእ ኢላት ኣነ እኮ ናብቲ ተፈጠር ኩሉ ዕላማ ናብኡ እኳ እንታይ ትገብረኪ ዘለኹ ዝተፈጠር ኩሉ ዕላማ ናብ ሓደ ቦታ ክትበፅሒ እዩ ኣነ እንተ ደኣ ደይሃሪመልኪ ከኣ እንታይ ትኾኒ ኣይትበጽሕን ኢኺ ጎይታ ይባረኽ ስለዚ ሓደ መዓልቲ ሽዑ ከምስ በለታ መስመር ሓጎስ ናብ ልባ መፅ ኣሃ ናብቲ ናተይ ደስተ ንገፀ ድኸይድ ኣለኹ ኢላ ክብርና ኣብላ ዳዊት ዳዊት ሳኦል ከሳድዶ ከሎሲ እንተ ተመልኪትናዮ ናብቲ ናቱ ገፁ ዝኸይደሎ ይመስል ድዩ ኣይመስልን ነይሩ ሳኦል ደድሕሪኡ ክኸይድ ከሎ ኣይመስልን እዩ ምሽ ስለዚ ኣብ ጉዕዞ ኣገልግሎት ከዓ ከምኡ የጋጥም እዩ ናብቲ ናትካ ዲስቲኒ እዩ ድመርሓካ ፍቕሪ ክርስቶስ እንታይ ኣይትግበር ኣይተጉድሎ ክመፃካ ከሎ ከምኡ ሲ ናብቲ ፍቕሪ ክርስቶስ መልሲ እዩ ይድፋእካ ክውስ ከሎ እየ በል ንናይ ኣምላኽ ነገርታ ክገብሮ እየ ክውስ ከሎ እየ ትርእይዎ ነገር ክህሉ እዩ ኣገልግሎትኩም እናረኣኹም ኣገልግሉ ሎማዓንቲ መልእኽተይ እንታይ እዩ? ይዒንትኹም ይከፈት ብስም የሱስ። ይዒንትኹም ይከፈት እሞ ኣብ ድሕሬኹም ዘሎ ንኡስ ወለዶ ምርኣይ ይኹነልኩም። ኣነ ንፊናስ ወደይ ክሕልፈሉ ኣይክእልን እየ። ኣነ ክሕልፈሉ ዝኽእል ሰብ ተሎ ንዓኻትኩም እዩ። ስለዚ ኣብ ድሕሬኹም ከዓ ንእሸይ ወለዶ ከዓ ኣሎ። ስለዚ ሎማዓንቲ ነዚ ወለዶ እዚ ምርኣይ ይኹነልኩም። ማሕበር ኤፌሶ እንታይ ኣይገበረት? ኣይተክእትን መጨረሽትኡ እታ ምድሪ ሕጂ ብውሑድ ዝቑጸሩ ቁጽሪ ኣመንቲ ኣለዋ። ግን ከምቲ ዝፈሰሰ ፍልጠት ከምቲ ዝሰተየቶ ማይሲ ጽቡቕ ፍረ እንታይ ኣይገበረትን ኣይፈረየትን ማለት እዩ እቲ ምክንያት ከዓ እታ ቀንዴል ስለ ዝዘበለትሲ እቲ ዘይቱ እኳ ኣሎ እንተ ደኣ ናብ ሓደ ወገን እታ ቀንዴል ከምዚ ንሕና ንጥቀመሉ ሽምዓ ኣይኮነትን እታ ቀንዴል ትምለያ ነቲ ቀንዴል ዝመልእዎ እዮም እተ ኣብቲ ግብረ ኣብቲ ናይ ኣገልግሎት ክህነት ከድኩም እንተ ሪኢኹሞ ዘይቲ ነንመዓልቲ ይመልኡ እዮም እታ መትሓዚ ናይታ ዘይቲ እንተ ቀኒና ነታ ፈትሊ ብግቡእ እንታይ ኣይትገብራን እያ ኣይትረኽባን እያ ብርሃና ከዓ እንታይ እንዳኾነ ኸይድ እናፀልመተ ይኸይድ እናፀልመተ ይኸይድ እናፀልመተ ይኸይድ ምጥፋኣ ከዓ እንታይ ኣይገብርን እዩ ኣይተርፍን እዩ ስለዚ ሎም መዓንቲ ዘይትኹም ምምላእ ይኹነልኩም ንስኻትኩም ሰብ ዘይቲ ኢኹም ዘይቲ ኣሎ መንጎኹም ሓዊ ድማ ኣሎ መንጎኹም ሎማዓንቲ ምትሓሓዝ ይኹነልኩም ሎማዓንቲ ምውሳኽ ይኹነልኩም ሎማዓንቲ ምጭማር ይኹነልኩም ፍቕሪ ኣምላኽ ኣብ ልብኹም መልሹ ይንደድ ንኣምላኽ ከተገልግሎ ከለኹም እናረኣኹም ኣገልግልዎ ዒንትኹም ተኸፊቱ ኣገልግልዎ ትውልዲ እናረኣኹም ኣገልግልዎ ኣብ ድሕሬኹም ዘሎ ዘበን እንዳረኣኹም ኣገልግልዎ ነዚ ምድሪ እዚ ንበረኸት እንዳኾንኩም ኣገልግልዎ ዝፅበ ህዝቢ ኣብ ድሕሬኹም ኣሎ እዩ ክብሪ ንኣምላኽ ይኹን ኣብዚ ምድሪ እዚ ብዙሕ ግዜ ብዛዕባኹም ዝሓስብ ኣምላኽ የለን ኢሉ ክረትዓኩም ዝኽእል ብዙሕ ኣሎ እዩ ኣቲስት ኣለው ቻለንጅ ክገብሩኹም ዝኽእሉ ኣለው ክረትዑኹም ዝኽእሉ እታ ፍቕሪ ግን ኣይትርትዓን እያ እስከበሉኒ እታ ፍቕሪ ተደኣ መሊኣ ኣላ እንታይ ኣይትኸውን እያ ኣይትርትዓን እያ ኣብ ፍልጠት ክረትዑኻ ይኽእሉ እዮም ኣብ ፍቕሪ እቲ ውሽጣዊ ፍቕርኻ ግን ኣይርትዑኻን እዮም ዝጠዓምካዮ ነገር ኣለካ ዝተመኮርካዮ ነገር ኣለካ ስለዚ ናብቲ ፍቕሪ ገጽኩም ሎማዓንቲ ናብቲ ዓሚቕ ገጽኩም ምኻድ ይኹነልኩም ናብቲ ዓሚቕ ገጽኩም ምስጋር ይኹነልኩም ክብርና ኣምላኽ ይኹን ተሲእና ክንጽሊ ኢና ክብርና ኣምላኽ ይኹን ሃሌሉያ ሃሌሉያ ዳዊት ከምዚ ኢሉ ኣምላኽ ወኣምላኽ ፅሩይ ልቢ ፍጠረለይ ፅኑዕ መንፈስ ከዓ ኣብ ውሽጠይ ይሓድስ ኢሉ። ክብሪ ንኣምላኽ ይኹን። ሎማዓንቲ ዝሕደስ ነገር ክህሉ እዩ። እስኪ ኩላትና እእዳውና ኣልዒልና ንኣምላኽ ከነመስግኖ ኢና። ንጸሊ እስከ ንጸሊ ሎማዓንቲ እግዚኣብሔር ኣቦ ኣብ ውሽጠይ ዝሕደስ ነገር ክህሉ እስከ ብኣፍኩም እናተዛረብኩም እናኣወጅኩሞ ነቲ ፍቕሪ ክርስቶስ ሎማዓንቲ ምሕዳስ ይኹነለይ።

ይጥዕመኒ ብኣኻ ይጥዕበል ይጥዕመኒ ኣነስ ይጥዕመኒ ኣብቲ ውሽጥኹም ይጥዕመኒ እስከ በለዎ ንጎይታ ይጥዕመኒ ኣሎ በልዎ ይጥዕመኒ ኣሎ የስ ጎይታ መንፈስ ቅዱስ ሎም እግዚኣብሔር ኣብዚ ጉባኤ እዚ ምትንካፍ ክትገብር እፅሊ ኣለኹ ምትንካፍ ክትገብር እፅሊ ኣለኹ ምድህሳስ ክትገብር ይፅሊ ኣለኹ ብስም የሱስ ፍቕርኻ እናጠዓመ ክኸይድ